ሰላም ከመይ ቀኒኹም ክቡራት ተኸታተልቲ ናራ ብሮስ ኢንተርቴንመንት ዝኸበርኩም ሰማዕቲ ጽቡቕ ክትህልዉ እናተመነኹ ንሎሚ እምበኣር ሓንቲ ሓቀኛ ዛንታ ሒዘልኩም መጽየ ኣለኹ ምክታልኩም ብኣኽብሮት ይዕድም ብዕድመይ ተጻዊትካ ሓቀኛ ዛንታ

ንሕና ደቂ ሰባት መቸም ከም ሰብ መጠን ነናትና ድኽመትን ኣበርን ክህልወና ግድነት እዩ ናይ ገሌና ድማ እንተስ ብባህሪ እንተስ ብኹነታት ተደሪቱ ካብ ናይ ካልኦት ሕልፍ ወይ ፍልይ ዝበለ ክኸውን ይኽእል ብኡ መሰረት ከኣ ብብመጠኑ ሰነድናዮ ታሪኽ ክህልወና ግድን ይኸውን ብፍላይ ካብቲ መዓልታዊ ልሙድ ማሕበራዊ ህይወትና እንገብሮ ብዝተፈለየ ምስ ዝኸውን ይኽፋእ ይጸብቕ ክሳብ ዕለተ ሞትና እናዘንተናዮ ኢና ንሓልፍ እቶም ገሌና ንስለ ተዘክሮ ንምሕዳስ እቶም ገሌና ከኣ ብዝግባእ መታን ሰብ ክመሃረሉ ብመልክዕ መጽሓፍ ይኹን ብመልክዕ ቃለ መሕተት ታሪኽና ነዘንትዎ። ኩሉ ዝሕለፍናዮ ህይወት ማለት እቲ ጌጋታት ዝበዝሖ ህይወትና ክንዝክሮ ከለና ከኣ ንኽንጣዓሰሉ ኢልና ዘይኮነ ብሕጽር ዝበለ ነቲ ዘይዕግብ ዛንታና መታን ኣብ ካልእ ሰብ ንኸይድገም እቶም ተመሳሳሊ ዛንታ ዘለና ከኣ ካብ ሕሉፍ ተማሂርና ዝቕጽል ህይወትና ብዝተኻእለ መጠን ካብ ሕማቕ ነገራት ካብ ስምዒታውነት ካብ ህውኽ ስጉምቲ ምውሳድ ተቖጢብና ኣመዛዚንና ንኽንከይድ እዩ ዕላማ ምውርራስ ዛንታ እምበኣር ተገብረ ኢልካ ንምድጋም ዘይኮነ ኣብ ጉዕዞ ምንባር ብዙሕ ነገር ከም ዘጋጥም መጠን ከምቲ መለበሚ ኣይግበርካ መለበሚ ኣይኽላእኻ ዝበሃል ምልብም ኸይንስእን ምኽሪ ሰብ ውዕሎ ሕሉፍ ታሪኽ ኣሕዋትና ኣሓትና ብሓፈሻ ቅድሜና ዝተፈለየ ህይወት ንዝረኣዩ ሰባት ብጽሞና ምክትታል ዓብይ ትምህርቲ ክኾነና ስለ ዝኽእል ጎሲናዮ ክንሓልፍ ዘይብልና እዩ። ዝኸበርኩም ሰማዕቲ ንሕጂ እምበኣር ናብ ምሉእ ምክትታል ዛንታ ሓንቲ ሓፍትና ከብለኩም እየ። ደጊመ ምክትታልኩም ብኽብሪ ይዕድም።

ናይ ብርዒ ስመይ ራሄል እየ ዝብሃል። ኣብዚ ግዜ ጓል ሰላሳን ሓደን ዓመት ኮይነ ኣለኹ። ባህርያተይ ክገልጾ ክፍትን እንተድኣ ኮይነ ዓውዓው ብዙሕ ዘይፈቱ፣ ሕማቕ ቃል ዘይወጸኒ፣ ተጓዳኢ ባህርያት እውን ዘይብለይ ኮይነ ንነገራት ግን እንተድኣ ኣሚነሎም ክገብሮም ኣለኒ ብሃሊት እየ። ንስድራይ ካብቶም ሓሙሽተ ውሉዶም ቦኹሪ ኮይነ ከምቲ ኣብ መብዛሕትእን ስድራ እንሪኦ ኣብ ገዛ ቦኽሪ ዝኾኑ ሰባት ህድእ ዝበሉ ኣነ ውን ህድእ ዝበልኩ እየ። ተወሊደ ዝዓበኹሉ ቦታ ኣብ ከባቢ ኣስመራ እዩ። ጓል ዕስራን ሰለስተን ዓመት ምስ ኮንኩ እምበኣር ስድራይ ምስ ሓደ ብሰበይ ሰብካ ዝመጸ ወዲ ኣዳም ከመርዕዉኒ ብወገኖም ኩሉ ነገር ድሮ ውዱእ ጌሮም ንዓይ ክነግሩኒ መጹ። ምምጽኦም ግን ፍቓደይ ክሰምዑ ሕራይ ወይ ኣይፋል ክብሎም ዘይኮነ ሕራይ ጥራይ ንኽብሎም እዮም ኣብ ሓሳቦም ወዲኦሞ ዝነበሩ። እንተኾነ ግን እቲ ኣርእስቲ ንዓይ ጋሻይ ነይሩ። ሓደ ረፋድ ድማ ኣቦይን ኣደይን ጸዊዖም ኩሉቲ ሓሲቦም ዳርጋ ውዱእ ዝገበርዎ ነገር ብዝርዝር ነገሩኒ። ኣነ ንድሌታቶም ድሕሪ ምስምዐይ ግን ንሕቶኦም ይኹን ንሓሳቦም ክነጽጎ ጀመርኩ። ስድራይ ብመልሰይ ፍጹም ኣይተሓጎሱን ጥራይ ዘይኮነ፣ ስንባደ ብዝተሓወሶ ግድን ሕራይ ክብሎም ከም ዘለኒ ኣትሪሮም ተዛረቡኒ። በታ መዓልቲ ርክብና ድማ ሓሲበ ክነግሮም ከም ዘለኒ ዕድል ሂቦም ኣፋነዉኒ።

በታ ሓንቲ መዓልቲ ክቐብጹ ከም ዘይክእሉ ርዱእ ኮይኑ ብተደጋጋሚ ግዜ ንኽእምኑኒ ላዕልን ታሕትን በሉ። እንተኾነ ግን ብወገነይ ዝተቐየረ ነገር ኣይነበረን። ንሕቶኦም ከም ዘይቅበሎ ደጋጊመ ነገርክዎም። ስድራይ እምበኣር ብዙሕ ግዜ እንታይ ኮይነ ከም ዝኣበኽዎም ክፈልጡ ብሕቶ ኣብ ዘዋጥሩኒ ዝነበሩ ግዜ መልሰይ ክጸንዕ ከም ዝደሊ ናይ መርዓ መደብ ከም ዘይብለይ እየ ዘመኽንየሎም ነይረ። እቲ ሓቂ ከይነግሮም ድማ ፍርሒ ስለ ዝነበረኒ እየ እምበር ብዛዕባ ምጽናሕን ዘይምጽናሕን ኣይኮነን እቲ ርእስቲ ነይሩ። ብዛዕባ እቲ ኣብ ውሽጠይ ዘሎ ነገር ምስ ዝነግሮም ብፍጹም ከም ዘይቅበልዎ ስለ ዝፈልጥ እየ ደፊረ ክነግሮም ዘይከኣልኩ። ብዓቢኡ ስድራይ እውን ነቲ ዘማጽኡለይ ወዲ ኣዳም ብምሉእ ልቦም ስለ ዝተቐበልዎ፣ ነታ ዝተፈጥረትለይ ዕድል ብፍጹም ከሕልፍዋ ኣይደለዩን። ብቐጻሊ ድማ ክድቅስ ክትስእ በታ ዘረባ እቲኣ ሰላም ከልኡኒ። ኣነ ድማ ይትረፍ ብውሽጠይ ዝኣመንክሉ ነገር ከሎ ዝኾነ ጉዳይ እንተ ዘይህልወኒ ከማን መርዓ ዝብል ኣርእስቲ ኣብቲ ግዜ እቲ ኣብ ኣእምሮይ ብፍጹም ኣይነበረን። ኮይኑ ግን ምስ ግዜ ነገራት ክንዲ እናፈኾሱ ዝመጹ እናከበዱ መጹ። ስድራይ ኣትሪሮም ጥራይ ዘይኮነ ኣምሪሮም ተዛረቡኒ። ካብ ኣቦይ ንኣደይን ሓሊፉ እውን ገለ ኣዝማድ እቲ ጉዳይ ኣተውዎ። ንዓይ ድማ ዓቢ ወጥሪ ኮነኒ። ብሰንኪ ናተይ ናይ ጉዳይ መርዓ እቲ ምስ ስድራና ተኣኪብና ኮፍ ኢልና ነዕልሎ ንስሕቆ ዝነበርና ጥቕሊሉ ጠፊኡ። ወይ ተኣኪብካ ተደሪርካ መመደቀሲኻ ትኸይድ ወይ ድማ እታ ናይ መርዓ ኣርእስቲ ትለዓል እቲ ደስ ዝብል ዝነበረ ናይ ስድራና ምዉቕ ግዜ ካብ ዘይንሪኦ መዓልታት ሓለፈ ድሕሪ ነዊሕ ምሕሳብ ግን ኩነታት ገዛና ከምቲ ዝነበሮ ብሰንከይ መመሊሱ ከይብእስ ብምሕሳብ እቲ ኣብ ውሽጠይ ዘሎ ሓቂ ክነግሮም ወሰንኩም ዝመጸ ክመጽእ ዝወረደ ክወርድ እዩ ካብቲ ዝነበርክዎ ኣይከፍኣንን እዩ ብምባል ሓደ መዓልቲ ብዛዕባ እቲ ጉዳይ መርዓ ምስ ተላዕለ ኣማራጺ ይነበረንን ዘፍቅሮ ዘፍቅረኒ ዓርኪ ከም ዘለኒ ብግልጺ ነገርክዎም ስድራይ ካብ ዓርክለኒ ዝብሎም ክጸኒሕ ኢለ እንተዘቕብጾም መሓሸም ነይሩ ነታ ዓርከለኒ ትብል ዘረባ ጥቕሊሎም ኣይተቐበልዋን። ንሕና ዘምጻእናልኪ እንተዘይኮይኑ ካልእ ክትምርዓዊ ኢልኪ ከይትሓስቢ ኢሎም ኣፈራርሑኒ። እታ ከም ጓላ ጥራይ ከይኣክል ከም በዅሪ ምዃነይ ኩሉ ግዜ ጸግዐይ ትኸውን ዝነበረት ወላዲተይ ከይተረፈት እውን ኣብ ሽዑ በጺሓ ምስኦም ወገነት።

ምስቲ ኣምሪሮም ዝዛረቡኒ ዝነበሩ ከምኡውን ኣብ ጎነይ ዝኸውን ሰብ ብዘይምንባሩ ኣብ ከቢድ ጭንቀት ኣተኹ። ዋላቶም ንኣሽቱ ኣሕዋተይ ከይተረፉ እውን ነቲ ናይ ገዛና ኩነታት ጸሊኦም እንታይ ኮንኪ ሕራይ ዘይትብልዮም እናበሉ ኣብ ርእሲ ጭንቀተይ ተወሳኺ ጸቕጢ ክኾኑኒ ጀመሩ። እቲ ስድራ ዝበሉኒ ብፍጹም ክቕበሎ ስለ ዘይከኣልኩ፣ እቲ ዝነበረ ኩነታት ውን ካብ ዓቕመይ ንላዕሊ እናኾነ ስለ ዝመጸ፣ ካብ ምስ ዘይፈልጦ ወዲ ምምርዓው ወላ ምጥፋእ ይሕሸኒ ኢለ ንነብሰይ የእሚነያ። ንኣፍቃሪየይ ሄኖክ ውን እቲ ሓሳብ ኣካፈልክዎ። ሄኖክ ግን ከምዚ በለኒ። ንዓይ ዝኸፍለለይ ሰብ የብለይን ኣብ ደገ ዘለው ስድራኺ ግን ደሓን እንተኾይኖም ወላ ደሓር ንህቦም ንኽልቴና ክእትውና ዝኽእሉ እንተኾይኖም ሱቕ ኢልና ንበገስ በለኒ ኣነ ብዙሕ ነገር ሓሲበ ካብዚ ቃሎም ይዕቢረ እናኸትኩስ መሊሰ ናተይን ናይ ዘይተቐበልዎ ወድን ክፈልዎ ኢለዮም ኣብ ውሽጥን ኣብ ደገን ዘለው ስድራይ ብፍጹም ከም ዘይቅበልዎ ኣቐዲመ ኣብ መደምደምታ በጻሕኩ ንሄኖክ እውን ንሱ ክኸውን ከም ዘይክእል ነገርክዎ። ንሱ እውን ክኸውን ከም ዘይክእል ተረዲኡ ንሓሳበይ ተቐበሎ። ኣብታ ዝነበረትና ርክብ እውን ብርቡሽ መንፈስ ብዘይ ዝኾነ ፍረ ተፈላለና። ሄኖክ ወዲ ዕስራን ሸሞንተን ዓመት ኮይኑ ሌላና ድማ ኣብ ሓደ ናይ ውልቂ ትካል እዩ ዝጅምር። ኣብ ፍቕሪ ዓለም ካብ ንኣቱ ድማ ሓደ ዓመት መሊእና ነይርና። ድሕሪቲ ገለ ክውስኖ ዘለኒ ነገር ከም ዘሎ ዝተሰወጠኒ እምበኣር ናብ ገዛ ተመሊሰ ካብቲ ዝነበርክዎ ጸበባ ዝኾነ ህይወት ናይ ስድራ ድሌት ከናግፈኒ ዝኽእል ነገራት ኣብ ምርካብ ብዙሕ ሓሰብኩ ኣብ መንጎቲ ብዙሕ ውረድ ደይብ ጭንቀት ዝዓብለሎ ሓሳባተይ ከኣ ሓንቲ መፍትሒ ዝበልክዎ ሓሳብ መጻትለይ እታ ሓሳብ ብምሕሳበይ ክሳብዛ ሰዓት እዚኣ ቅንዕቲ ድያ ጌጋ ጸኒሑ ብዝምለስ ዛንታ እቲ መልሲ ናባኹም ይገድፎ እንተ ንዓይ ግን ኣብ ውሽጠይ ቦታ ኣለዋ እታ ከም መፍትሒ ዘምጻእክዎ ሓሳብ እምበኣር ብፍቓደይ ካብ ኣፍቃርየይ ሄኖግ ጠኒሰ ንስድራይ ጥንስትየ ክብሎም እሞ ንሶም እውን ብኡ ቐቢጾም ንድሌታተይ ክርድኡለይ ኢለ ብምሕሳብየ እዛ ሓሳብ ድማ ንሄኖክ ረኺበ ኣካፈልክዎ ንሱ እውን ብዙሕ ቅሬታ ኣይነበሮን፣ ብዘይ ዝኾነ ኣሉታዊ ጎንታት ድማ ተቐበላ። እዚ ማለት ግን ኣብ ህይወተይ ገይረዮ ዘይፈልጥ እንትርፎ ድሕሪ መርዓ ቅድሚኡ ብፍጹም ክገብሮ ዘይደሊ ነገር ክገብር ኢለ ይብገስ ምህላወይ እንትርፎ ንፍቕሪ ዝኸፍሎ መስዋእቲ ካልእ ወልሓንቲ ጥቕሚ ከም ዘይብሉ ኣዳዕዲዐ ይፈልጥ ነይረ እየ። እቲ ቁሩብ ከጸናንዓኒ ኢለ ዝሓሰብክዎ ድማ ውዒልና ሓዲርና ዘይናብኡ ኢና። ሄኖከይ ዘይበዓል ቤተይ ምዃኑ ኣይተርፎን'ዩ ኢለ ስለ ዝኣመንኩ'የ። ብድሕሪ'ዚ እምበኣር ክሳብ ስድራይ ተመርዓዊ ክብሉ ኣነ ድማ ኣይምርዖን'የ ዝብል ድሮ ድቂ ካብ ሄኖክ ሓዝኩ። ሓደ መዓልቲ ድማ ስድራይ ጸዊዖም ናይ መወዳእታ ወይ ዝበልናኪ ትገብሪ ወይ ድማ ጓልና ኣይኮንክን ክንረግመኪ ኢና በሉኒ። ኣብ ህይወተይ ድማ እታ ዝጸልኣ መርገም ወላዲ'ያ ነይራ። እንተኾነ ግን ከመይ ንስድራይ ይነግሮም መሬት ከም ኣፍ ዑንቂ ጽቢባትኒ። እቲ ተኸዊሉ ዘይክወል ጥንሲ ውዒሉ ሓዲሩ ምፍላጦም ስለ ዘይተርፎም ግን ኣቐዲመ ንስድራይ ክነግሮም ከም ዘለኒ ወሰንኩ። ከምቲ ክንገር ዝግብኦ ድማ ምስ ፍርሒ ዝተሓወሶ ቃላተይ ንስድራይ ካብቲ ኣፍቃሪ ኣለኒ ዝበልክዎም ድቂ ሒዘ ከም ዘለኹ ነገርክዎም። ንስድራይ ግን ምንጋር ጥራይ ኣይነበረን መርድእዩ ኮይንዎም። ስድራይ ብሕርቃን ዝኣክል ናብ ዘጥፍኡኒ ጨነቖም። ዘይተዛረብዎን ዘይተጻረፍዎን ኣይነበሮምን። ብኡ መሰረት ድማ ኣብ ልዕለይ ከቢድ ጽልኢ ስለ ዘሕደሩ ክንርእየኪ ኣይንደልን ኢና ስለ ዝበሉኒ ድማ

ድሕሪ ካብ ገዛና ምስጓገይ ሓንቲ ስድርኣ ኣብ ዓዲ ንሳ ግን ንትምህርቲ ኢላ ኣብ ከተማ ትቕመጥ ዝነበረት ብቐረባ ዝፈልጣ መሓዛይ ስለ ዝነበረት ምስኣ ክቕመጥ ጀመርኩ እቲ ዝነበረ ኩነታት ድማ ኣዝዩ ምንባርካ ዘጽልእ ብምንባሩ ክጻወሮ ኣይከኣልኩን ኩሉ ነገር ኣጽሊኡኒ ነዛ ምንባር እንተ ዝፋነዋ ኣይምጸላእኩን ነይረ ክሳብ መዓስ ብኸምዚ ዘለኽዎ ሃዋው ከም ዝቕጽል ጋን ኮይኑኒ እንከሎ ምስ እውን ጎኒ ጎኑ እቲ ዝዓበየ ጉዳይ ጥንሰይ ተርባጽ ፈጠረለይ ምስ ኣፍቃርየይ ሄኖክ ተዘራሪብና ብጀካ ንኺድ ንሱዳን ግን ካልእ መፍትሒ ከምጻለይ ኣይከኣለን ካብ ስድራኻ ተፈሊኻ ጥንስን ሕርስን ከቢድ ምዃኑ ብኣግኡ ስለ ዝተረድኣኒ ግን ክቕበሎ ኣይከኣልኩን። ምስ እውን ወላ ምስ ስድራይ ኩሉ ነገር ክገብሮ ይደሊ እንተ ነበርኩ ስድራይ ግን ካብ ገጾም ስለ ዝኸወሉኒ ዝሓስክዎ ዘይብለይ ንሶም ምሳይ ከም ዘለዉ ንነብሰይ ክእምና ኣብ ዝፍትነሉ መመሊሱ ጭንቀተይ እናበኣሰ'ዩ ዝመጽእ ነይሩ። ካብዚ ተበጊሱ እውን ኩሉ ነገር ማለት እቲ ኣብ ውሽጠይ ዝነበረ ጓሂ ንደገ ክወጽእ ጀሚሩ። መልክዐይ ዘይከምቲ ዝነበሮ ዘይምሱል ክመስል ጀመረ። ገና ብንኡሰይ ኣብቲ ቀይሕ ሕብሪ መልክዐይ ድማ ድሮ ማዳ ክቀላቐለኒ ጀሚሩ። ብፍጹም ክርስዖ ዘይክእል ግን መሓዛይ ኣብቲ ሕማቕ ግዜ ልዕሊ ኩሉ ሰብ ኮይና ብዙሕ ነገር ሓጊዛትኒ እያ። ድሕሪ ግዜ ግን ሓደ መዓልቲ መንኣስ ሓፍተይ ክትበጽሓኒ ኢላ ምስ መጸት ኩነታተይ ስለ ዝረኣየቶ ካብቲ ዝነበርክዎ ተቐይረ ጽቡቕ ከም ዘየለኹ ንስድራይ ግዲ ነጊራቶም ኮይና ስድራይ ከይተረፉ እውን ዘለኽዎ ኩነታት ፈለጡ። ነዚ ምስ ፈለጡ ድማ ወለደይ ናይ ነገረ ወላዲ ግዲ ክስምዖም ጀሚሩ ካብቲ ዝነበርክዎ ኩነታት ንኽወጽእ ንገዛይ ንኽምለስ ኣፍቀዱለይ። ካብኡ ሓሊፎም እውን ዝገብርዎ ስለ ዘይነበሮም እቲ ዝኾነ ስለ ዝኾነ ምስ ዓርክኺ ኣላልይና እሞ ጉዳይ መውስቦ ክንዘራረበሉ በሉኒ። ሓጎሰይ ድማ ጥርዚ በጺሑ ካብ ምስ ተፍቅሮ ሰብ ወጻኢ ዝንበር ኮይኑ ኣይስምዓንን ነይሩ። ንኣፍቃሪየይ ሄኖክ ምስ ነገርክዎ ግን ገለ ኣዋርሕ ክንጸንሕ ከም ዘለና ሓሳቡ ምስ ኣካፈለኒ ከመይ ክንጸንሕ ትብለኒ እዚ ኩሉ ኩነታት እናፈለጥካዮ ኢለ ኣትሪረ ምስ ተዛረብክዎ ግን ሕራይ በለ። ድሕሪ ከባቢ ወርሕን ገለን ኣቢሉ ይኸውን ድማ ኩሉ ቤተሰብ ኣብ ዝተረኽበሉ ኣጋጣሚ ብወግዒ ቃል ኪዳን ኣሰርና። ጥንስን ሕርስን ናተይ እውን እናተቓረበ ከደ። ተቓሪቡ ከይኣክል እውን መዓልቱ ኣኸለ። ከምቲ ልሙድ ድማ ኣብታ ሻዓይ ወርሐይ ጓል ተበኮርኩ። ኣብ ሰማንያ መዓልታ ኸኣ ጥምቀታ ኣኸለ። ስም በዅሪ ጓልና ድማ ኤልዳና ክንብል ሰመናያ። ምስ ሄኖክን ኤልዳና ጓለይን ድማ ሓቢርና ጽቡቕን ምዉቕን ህይወት ክንሕልፍ ጀመርና። ብኸምዚ ስለስተ ዓመታት ኣሕለፍና። ኩነታት ናብራና ግን ክኸብድ ጀመረ። ሄኖክ ከምቲ ዝድለ ክሰርሕ ኣይከኣለን። ከም መፍትሒ ክኾነና ድማ ንስደት ከነምርሕ ወሰንና። ሄኖክ ግን ቅድም ኣነ ክኸይድ እሞ ደሓር ንዓኽን ክወስደክን ዝብል ሓሳብ ኣምጺኡ ሓሳቡ ኣካፈለኒ። ኣነኳ ኩልና ብሓባር ክንከይድ ደልየ እንተነበርኩ ግን ከም ሓሳቡ ክኸውን ሕራይ በልክዎ። ስድራ ዝፈልጥዎ እውን ሄኖክ ብስግረዶብ ንሱዳን ተበጊሱ ብሰላም ኣተወ። ሄኖክ ናብ ሱዳን ብሰላም ድሕሪ ምእታዉ ኣብቲ መጀመርታ እኳ ጽቡቕ ድሃይ ይገብር ነይሩ። እንተኾነ ግን ድሕሪ ገለ ኣዋርሕ እቲ ዝድውሎ ድሃይ ዝገብሮ እናነከየ እናጠፍአ መጸ። ኣባይ ድማ ከቢድ ሻቕሎት ኣምጽአ። ኣብቲ ዝተረኽምናሉ ኣጋጣሚ ዝኾኖ ይሓተኳ እንተነበርኩ እንትርፎ ኣጋጣሚ ስራሕ እናኾንኩ'የ ካልእ ብዙሕ ዝዛረቦ ኣይነበሮን። ሓደ መዓልቲ ኣብ ዝተዳዋወልናሉ ግን እንተሰሊጥኒ ኣብዚ ቕረባ ግዜ ከውጽኣክን'የ ኢሉኒ። በቲ ተስፋ ዝሃበኒ ዘረብኡ ድማ ተፈላለና። ሓደ ረፋድ ኣብ ገዛ እንከለኹ ድማ ብጉዳይ ናይ መንገዲ ቴሌፎን ተደወለኒ። ከም ቃሉ መሰረት ድማ ድሕሪ ክልተ መዓልቲ ከም ዝብገስ ነገረኒ። ክዳውንተይ ንመንገዲ ዝኹነኒ ስንቅን ጠርኒፈ ድማ ንጉዕዞ ምስ ኤልዳና ጓለይ ተዳለና። ከም ቆጸራና መሰረት እምበኣር ከምቲ ዝተባሃልኩ ገይረ እውን ኣብታ ዝበሉኒ ቦታ ከይደ ምስ ሓደ ሓደ ከማይ ንመንገዲ ዝተዳለዉ ሰባት ካብ ኣስመራ ብመኪና ጉዕዞ ጀመርናዮም። ድሕሪ ክንደይ ገልታዕታዕ ዳርጋ ኣብ ክልተ ሰሙነይ ካርቱም ኣተኹም ምስ ሄኖክ እውን ብኣካል ተራኸብና ሄኖክ ዘይከም ቀደሙ ግን ጽቡቕ ኣይነበረን ድሕሪ ዓመትን ገለን ተራኺብና ክንስና ከምቲ ንሕና ናፊቕናዮ ዝነበርና ናይ ናፍቖት ስምዒትና ዘውጸናሉ ኣብኡ ግን ከምቲ ናትና ስምዒት ኣብ ስምዒቱ ኣይረኣኹን ብዙሕ ሓሲበ ምናልባት ምስቲ ናይ ሱዳን ሙቐትን ስራሕን ተደማሚርዎ ኢለ ብምሕሳብ ኣብ ልበይ ንሕማቕ ነገራት ቦታ ክህቦ ኣይደለኹን። ህይወት ሱዳን ቀስ ብቐስ ለሚንናዮ ሽዱሽተ ወርሒ ጌርናስ ድሮ እውን ካልኣይ ድቃ ሓዝኩ። ብኸምዚ ህይወት እናቐጸልና እንከለና ግን ሃንደበት ሄኖክ ኣነ ዘይፈልጦ ዝነበርኩ ሓደ ጉዳይ ኣምጽኣለይ። ኮፍ ኣቢሉ ድማ ከምዚ ክብል ተዛረበኒ። ይቕሬታ ራሄል፣ ኣጋጣሚ ክነግረኪ እናበልኩ ከይነገርኩኺ እታ መዓልቲ ከማን ዳርጋ ምእኻላ እያ። ኩነታቱ ደስ ስለ ዘይበለኒ ተሃዊኸ ኣብ መንጎ ዝረብኡ ናይ ምንታይ መዓልቲ ብዛዕባ ምንታይ ክዛረብ ከም ዝደለየ ዋላ ሓንቲ ክግምቶ ኣይከኣልኩን ነይረ ኣጋጣሚ ሓንቲ ዝፈልጣ ምናልባት ኣይፍለጥኒ ተሰለጥ ኢላ ዝገበረትለይ ፕሮሰስ ሰሊጥኒ ስለ ዘሎ ኣብዚ ቀረባ መዓልትታት ናብ ነርወይ ክብገስ እየ እንታይ ይብል ነይሩ ሕውስውስ በለኒ ፈጺሙ እውን ክርድኣኒ ከኣለን እዋእ እንታይ ኮንካ ደኣ እሞ ክሳብ ሕጂ ከይነገርካኒ ጸኒሕካ? ኣነ ንባዕለይ ወላ ሓንቲ ዝሰልጥ ኣይመሰለንን ነይሩ። እንተኸትኩ እውን ንኹልና ጽቡቕ እዩ። ንስኽን ከኣ ተርክባኒ። እዋእ ሄኖክ እናፈለጥካ ነብሰ ጾር ከም ዘለኹ ከመይ ኢለይኸ ጥዑይ ገይረ ኣብ ዘይፈልጦ ዓዲ ክኽእሎ ሓሲብካኒ? እሞ ራሄል ኣነ ውን ደስ ኢልኒ ኣይኮነን ግን ካብ ሰለጠ ድሕር ድሕር ክንብል የብልናን ኣብዚ ከኣ በዓል ፌበን እዘን ኩለን ጎረባብቲ ክለዋ ብዙሕ ዘጨንቕ የብልክን ይስለጥ ኣይስለጥ ከም በዓልቲ ቤቱ መጠን ክነግረኒ ዝግብኦ እኳ እንተነበረ ከምኡ ክገብር ብዘይምክኣሉ ጌጋታት እውን ብምሒር ምግዛፉ ዝብሎን ዝምልሶን ጥፊእኒ ደንፂኒ ስቕበልኩም ብድሕሪዚ ድማ መዓልቱ ኣኺሉ ሄኖክ ብሌጋል ንነርወይ ተበጊሱ ብሰላም ውን ኣተወ። ድሮ ውን እቲ ዝነበረኒ ጥንሲ ራብዓይ ወርሑ ቀሪቡ ነይሩ። ህይወት ሱዳን ኣጽለኣኒ፣ ሄኖክ ድማ ዝኾነ ተስፋ ዝህብ ሓድሽ ነገር ክነግረኒ ኣይከኣለን። ኤልዳና ጓለይ ኣርባዕተ ዓመትን ገለ ኣዋርሕን ጌራ ስለ ዝነበረት ብዙሕ ተሸግረኒ ነበረትን። ግን ናብራ ሱዳን ካብ ግዜ ናብ ግዜ ጽልኣተይ እናዛየደ መጺኡ። ወላ ሓንቲ ተስፋ ዘለዎ ኮይኑ ይስምዓኒ ኣይነበረን። ዝኾነ ይኹን ኢለ ድማ ንሊበ ክብገስ ወሰንኩ። ንሄኖክ ክነግሮ ኢለ ኣብ ዝደወልኩሉ ደው ኢለ ክረኽቦ እውን ብዘይምኽኣለይ ብጭንቀት ሓሳባት ተዋጠርኩ። ነቶም ኣብ ኤውሮጳን ኣብ ካናዳን ዝነብሩ ዝነበሩ ቤተሰበይ ብኢንተርነት ረኺበ ኩሉ ዘለኽዎ ኩነታት ኣፍሊጠ ድማ ናይ መንገዲ ክኸፍሉለይ ከም ዝደለኹ ብግልጺ ነገርክዎም። ንሶም ግን ነብሰ ጾር ከም ዘለኹ ምስ ፈለጡ ኣይከውንን እዩ ቅድም ጉዳይ ጥንስኽን ሕርስኽን ግበሪ ኢሎምኒ። ከምዛ ዘለኽዋ ህይወት እንተደኣ ጸኒሐ ናብ ዝበኣሰ ጭንቀት ከም ዘምርሕ ምስ ነገርክዎም ግን ከይፈተዉ ድሕሪ ክንደይ ዘረባ ሕራይ በሉኒ። ኩሉ ወዲኤ ድማ ምስ ኤልዳና ጓለይ ናብ ሊብያ ተበገስና። ጉዕዞ ናብ ሊብያ ጀመርናዮ። ነቲ ብወረ ዝሰምዖ ዝነበርኩ ሕማቕ ስማዕ ብዓይነይ ክርእዮ ጀመርኩ። ኣዝዩ ምፍጣርካ ዘመንን ህይወትካ ትቐብጸሉ ጉዕዞዩ ነይሩ። ብምሕረት ፈጣሪ ግን ከም ምእታዉ ሊብያ ኣተና። ኣብ ሊብያ ድማ ክልተ ወርሒ ጸናሕና። እቲ ኣብ ማህጸነይ ዝነበረ ድቂ ድሮ ሻድሻይ ወርሑ ሓሊፉ ኔሩ። ኣብ ሊብያ ብዙሕ ከይጸንሕ ብጣዓሚ ፈሪሐ ኔረ ምኽንያቱ እንኳይዶ ቆልዓ ሒዝካ ምስ ጥንስን ሕርስን መንእሰይ ኮንካ ከማን ነዛ ንውልቅኻ ከቢድ ስለ ዝነበረ። ገና ምስ ስግኣተይ እንከለኹ ግን ንኢታሊ ክንብገስ ምዃንና ነገሩና። በቲ ካብቲ ሂወት ሊብያ ንወጽእ ስለ ዝነበርና እናተሓጎስና በቲ ጉዕዞ ናብ ባሕሪ ንኣቱ ብምህላውና እናፍርሓና ግን መቸም ተበገስና። ድሕሪ ናይ ነዊሕ ሰዓታት ጉዕዞ ድማ ብሰላም ኢታሊ ኣተና። መሬት ኢታሊ ድሕሪ ምርጋጽና ድማ ምስ ኢልዳና ጓለይ መዓስከር ኣተኹ። ኣብ መዓስከር እንከለኹ ድማ ድሮ መዓልቲ ሕርሰይ ስለ ዝኣኸለ ጥንሰይን ሕርሰይን ኣብኡ ወዳእክዎ። ምንኣስ ኢልዳና ጓለይ ድማ ወዲ ወሊደ ዩኤል ክብል ሰመኽዎ። እዚ ኩሉ ክኸውን ግን ክሳብታ ሰዓት እቲኣ ብጀካ ምስ ስድራይ ግን ደሃይ ሄኖክ ወላ ሓንቲ ኣይነበረንን። ዳርጋ ድሕሪ ሕርሰይ ድሕሪ ሰለስተ ወርሒ ኣቢሉ ይኸውን ግን ኣድራሻ ናይ ሄኖክ ረኺበ ደወልኩሉ። ብዙሕ ተዘራሪብና ኢታሊ ከም ዘለኹ እውን ፈሊጡ ነይሩ። ንምንታይ ደሃየይ ዘይገበረ ግን ክርደኣኒ ከኣለን። በቃ ኩሉ ነገር ክርደኣኒ ከኣለን። እታ ሓንቲ ዝምኽንየለይ ምኽንያት ወረቐት ኣይሓዝኩን፣ እዞም ዓዲ ኣይተቐበሉንን ኢለኒ። ብሕጋዊ መንገዲ ከይዱ ክንሱ ከመይ ወረቐት ክሕዝ ኣይከኣለን ከየሕሰበኒ ተረፈን። ብዝኾነ ንኤልዳና ቁሩብ የዕሊሉዋ ናይ ዩኤል ድማ ስእሉ ሰዲደሉ ብኡ ድማ ተፈላለና። ኣብ ዓዲ ጥልያን ልዕሊ ክልተ ዓመት ዝተቐመጥኩ፣ ዳርጋ ብዘይ ፍረ። ኣብ ውሽጢ እዚ ክልተ ዓመታት ምስ ሄኖክ ዝተራኸብናሉ ግዝያት ብዙሕ ኣይነበረን፣ ምኽንያቱ እቲ ዝፈልጦ ዝነበርኩ ሄኖክ ከም ዝተቐየረ ክርድኣኒ ግዜ ስለ ዘይወሰደ። እንተኾነ ግን ዝነበርክዎ ኩነታት ዘዘራርብ ወይ ዘጨቓጭቕ ስለ ዘይነበረ፣ ኣብ ርእሲ ጭንቀተይ ጭንቀት ከይውስኽ ኣብ ነገር ክኣቱ ኣይደለኹን፣ ክሳብ ነገራት ዝበርሃለይ ስቕታየ መሪጸ ነይረ። ኣማስይኡ እምበኣር ጉዳየይ ሰሊጡ ንኖርወይ ክብገስ ዕድል ረኸብኩ። ናብ ኖርወይ ተበጊሰ ድሕሪ ምእታወይ ድማ መንበሪ ገዛ ተዋህበኒ። ምስ ኤልዳናን ዩኤልን ደቀይ ድማ ህይወት ኖርወይ ጀመርናዮ። በታ ቅድሚ ሕጂ ንሄኖክ ዝረኽቦ ዝነበርኩ ቁጽሪ ቴለፎን ገይረ ንሄኖክ ደጋጊመ ደወልኩሉ። እንተኾነ ግን እታ ቁጽሪ ትሰርሕ ኣይነበረትን። ወላ ስድርኡ እንተኾኑ እውን ደሃዩ ከም ዘይብሎም ነጊሮምና ዝኾነ ሕማቕ ነገር ኣጋጢምዎ ከይከውን እናሓሰብኩ ኣምላኽ ብሰናይ ከጽንሖ ተመነኹሉ። ትርጉም ሓዳር፣ ትርጉም ፍቕሪ ግን ከመይ ከም ዝኾነ ክርድኣኒ ኣይከኣለን። ኩሎም ነገራት ተሓዋወሱኒ። ካብ ኩሉ ኩነታቱ ግን ንሓዳርና ግዲ ከም ዘይገበረሉ ስለ ዝፈለጥኩ ብዛዕባ ሄኖክ እናሓሰብኩ ክጭነቕ ኣካላተይ ከዳኽም ኣይደልን ነይረ። ብዋዛ ዋዛ እምበኣር ካብቲ ዝወሓደ ደቓይቕ ዓመታት ተቖጽረ። ኤልዳና ጓለይ ሻምናይ ዓመታ፣ ዩኤል ድማ ራብዓይ ዓመቱ የሕሊፎም ነበሩ። ሓደ መዓልቲ እምበኣር ኣጋጣሚ ናብ ሓደ ውራይ ተዓዲመ ከይደ እንከለኹ የእዛነይ ገለ ነገር ከስምዓኒ ጀመራ። ገለ ካብቶም ዕዱማት እዮም ዕላል ከፊቶም ብዛዕባ ሓደ ወዲ ክዛረቡ ሰማዕኩ። ናይቲ ዝዕለሎ ዝነበረ ወዲ ዛንታ ምስ ሰማዕኩ ገለ ስምዒተይ ክትንክፎ ጀመረ። እቲ ዝሕመ ዝነበረ ሰብ እውን ሰበይ ምዃኑ እናተረድኣኒ መጸ። ኣቦ ደቀይ ዝኾነ ሄኖክ ክኸውን ከም ዝኽእል ጥርጣረይ ጥርዙ በጺሑ ነይሩ። ምናልባት ካልእ ሰብ ከይከውን ኢለ ደጊመ ንምርግጋጽ ንዩኤል ወደይ ዘጻውት እናመሰልኩ ዕላሎም ተኸታተልኩ። እንተኾነ ግን ከምቲ ንሶም ዝብልዎ ዝነበሩ ኣቦ ደቀይ ሄኖክ ምዃኑ ርጉጽ ገበርክዎ። ምኽንያቱ ገለ ካብቲ ኣነ ዝፈልጦ ዛንታ ናይ ሄኖክ የዕልሉ ስለ ዝነበሩ ሕሉፍ ሓሊፍዎም ከማን ብዛዕባይ ይዛረቡ ነይሮም። ከም ዝተረደኣኒ ምስ ሓንቲ ኣብ ሱዳን ከሎ ዝተላለያ ፕሮሰስ ጌራ ዝወሰደቶ ይነብር ከም ዝነበረን ክሳብ ብኸቢድ ከም ዝተባእሱን'ዩ ዘእንፍት ነይሩ እቲ ዕላሎም። ኣነ ከይፈለጥኩ ካብ ቃሉ እውን ከይሰማዕክዎ ኣብ ፈቐዶ ውራያት ማዕረ ክንድዚ ዝውረየሉ ደኣ ኣዝዩ ሽሙ ተበላሽዩ ከም ዝነበረ ክርደኣኒ ይደንጎየን። ግን ካብ ምግራም ዝተላዕለ እቲ ብወረ ሰባት ዝሰማዕክዎ ሓቂ ድዩ ሓሶት ተደናገረኒ። ህሉው ኣድራሽኡ ድማ ካብቲ ኣነ ዝቕመጠሉ ዝነበርኩ ከተማ ብዙሕ ከይረሓቐ ይነብር ከም ዘሎ ካብ ዕላሎም ብስፍሕ ዝበለ ፈለጥኩ። ሕርቃነይ ክጻወር ኣይከኣልኩን። ንደቀይ ሒዘ ሃንደበት ንገዛይ ተበገስኩ። እቶም ሰብ ውራይ ብዙሕ ከይጸናሕኩ ሃንደበት ብምውጻእይ ገሪሙዎም ክጸንሕ እኳ እንተ ተላበወኒ፣ ኣገዳሲ ጉዳይ ከም ዘጋጠመኒ ኣመኽንየ ናብ ገዛይ ከይደ ኣይደንጎኹን ብብኽያት ተነኽነኽኩ። እዚ ኩሉ ንስለ ፍቅርና ኢለ ቃል ወለደይ ኣዕቢረ ብዘይ ንቡር ብዘይ ወግዒ ንፍቅሪ ክብል ጠኒሰ ዝዓቀብክዎ ፍቅርስ ንኸምዚ ነይሩ ወይ ኣነ ቅርስስቲ ህይወተይን ህይወት ደቀይን እባ በላሸ ስድራይ ተኽብሉን እዮም ሕጂ ከምዚ ኮይኑ ዕድለይ ኤልዳና ጓለይ ክትሰምዓኒ ግዲ ጸኒሓ ማማ ኣይትብከዪ እንታይ ኮንኪ ኸ ትበኺ ዘለኺ ንሕና እኮ ጽቡቕ ኢና ዘለና ማማየ ብኣና ኣይትሕሰቢ ልሳና ከብደይ በልዓኒ ንስለ ደቀይ ክብል ክሕይል ከም ዘለኒ ንነብሰይ ክእምና ፈተንኩም ሓደ መዓልቲ እምበኣር በቲ እቶም ሰባት ክዕልሉ ዝሰማዕክዎም ቦታ ተሓቢረ ሓበሻ እናሓተትኩ ሄኖክ ኣብ ዝነብረሉ ቦታ ከይደ ንሄኖክ ውን ድሕሪ ኣርባዕተ ዓመታት ብኣካል ረኸብክዎ። ሰላምታ ተለዋዊጥና፣ እቲ ዝገረመኒ ነገር ግን ወላ ሓንቲ ዘይገበርክዎ ዘዕግብ ሰላምታ ዘይምሃብ እዩ። እምበር ከም ሰብ ሓዳር መጠን ከም ናይ ኣርባዕተ ዓመታት ዘይምርኻብና ከምኡ ክኸውን ኣይነበሮን ሰላምታና። ከምቲ ዘስተውዓልኩሉ ግን ስንባደ ኣብ ገጹ ረኣኹ። ግዲ ብየን መጺኣ ኢሉ ሓሲቡ ኮይኑ። ኤልዳና ጎቢዛ ኔራ። ነቲ ብስእሊ ጥራይ ዝፈልጦ ዝነበረ ፍረ ብርኩስ ዝኾነ ዩኤል ከኣ ንመጀመርታ ግዜ ብኣካል ረኺብዎ። ንዩኤል ሓቚፉ ስዒምዎ፣ ዩኤል እውን ወላ ሓንቲ ኣይበለን፣ ሱቕ ኢሉ'ዩ ተሳዒሙሉ። ኤልዳና ግን ሰላም ምባል ኣበየቶ። ኤልዳና ጓለይ ንዕባ ሰላም ብልኒ። ኣይብለካን እየ። ንምንታይ ንማማ ተብክያ? ንምንታይ ገዛና ዘይትመጽእ? ንስኻ እኮ ባባየይ ኣይኮንካን። ብውሽጠይ ንብዓት ቁጽርጽር በለኒ፣ ናይ ኣደ ነገር ከይተርፍ ግን። ኤልዳና ጓለይ፣ ሰላም በልዮ፣ ኣቦኺ እንድዩ። ምስ በልክዋ ንቓለይ ዘይተዕብር ውላድ ስለ ዝወለድኩ ሰላም በለቶ። ንኤልዳናን ዩኤልን ናብቲ መጻወቲ ናይ ቆልዑት ክኸዱ ነገርክዎም። ፈጣሪ ምእዙዛት ውላድ ስለ ዝሃበኒ ቃለይ ከየዕበሩ ናብቲ መጻወቲ ከዱ። ምስ ሄኖክ እምበኣር ፊት ንፊት ኮይና፣ ብፍላይ ንዓይ ድማ እቲ ንዓመታት ዝተዘራረገ ህይወትና ግቡእ መደምደምታ ዝህብ ግዜ'ዩ ኮይኑኒ። ብኸምዚ ድማ ካብ ቃሉ ክጽበ ከይበልኩ ዘረባ ባዕለይ ጀመርክዎ። ስምዓኒ ሄኖክ፣ ከመይ ኢኻ ግን ትኸውን ዘለኻ? ብፍጹም ብፍጹም ክርድኣኒ ኣይከኣለን። ብሓቂ ግን ኣነን ንስኻን ከምዚ ነይሩ ውዕልና? ከምዚ ነይሩ ፍቕርና? ካባይ ዝኸወልካዮ ምስጢር ብዙሕ ነገር ካብ ጓና ሰሚዐ። ትርጉም ሓዳር ወላ ሓንቲ ተረድኣካን። ብደቅኻ ኣይትሓስብን፣ ብኣይ ኣይትሓስብን። በቃ ሓዳር ከምዚ እዩ ንዓኻ? ዕሸላት ደቅኻን ሰበይትኻን ዛሕዚሕካ ንስኻ ኣርኪብካ ኣብ ፈቐድኡ ትዕንድር ኣለኻ። ማዕረ ክንድዚ ግን ንኸይትሓስብ ዝገበረካ እንታይ እዩ ሕጂ ሓቂ ንገረኒ ምስ ካልእ ጓል ዝጀመርካዮ ርክብ ኣለካ ድዩ የብልካን ብስምዒት ሓተትክዎ ኣብዚ ሰዓት እዚ ወላ ሓንቲ የብለይን እንታይ ኣብዛ ሰዓት እዚኣ የብለይን ኢልካ ዘረባ ካብ ሱዳን ናብዚ መን እዩ ፕሮሰስ ገይርልካ ሓንቲ መሓዛይ መሓዛኻ ጥራሕ ድያ ወይስ ካልእ ርክብ ነይርኩም ኣይ ምሕዝነት ሜሩ ንምንታይ ግን ትሕስወኒ ኩሉ ትፈልጦ ኢኻ ኣነን ስለ ፍቕርና ኢለ ዝኸፈልክዎ መስዋእቲ ነዚ ገዲፍካ ግን ንምንታይ ምስ ካልእ ጓል ርክብ ጀሚርካ ቃል ኪዳንካ ብወግዒ ምፍራስ መሓሸካ ነይሩ ኣነ ነዞም ደቂ ሒዘ እዚ ኩሉ ከርተት ክብል ወላ ሓንቲ ሓገዝካንን ከምዚ ዓይነት ጭካነ ኣለካ ኢለ ብምንም ተኣምር ይሓስብኒ ነይረ ጨካን ኢኻ ጨካን ኢኻ ይትረፍ ካባኻ ካብ ሓደ ዘይፈልጠ ሰብ ከማን ከምዚ ንስኻ ዝገበርካኒ ገይሩ እንተዝብሉኒ ኣይምኣመንኩን ነይረ ግን እንታይ ገበር ኣብ ነብሰይ ወሪዱ ንብዓት ድሮ ስዒርኒ ነበረ ብርግጽ ምስታ ናብዚ ዘምጽኣትኒ ጓል ርክብ ጀሚርና ነይርና ግን ንሓጺር እዋን እዩ ነይሩ ብድሕሪኡ ተፈላሊና ሕጂ እውን ቤነ ዘለኹ ከምዚ ክገብር ዘገድድኒ ምክንያት እንታይ ምዃኑ ኣይርዳእንን እዩ ምሳኺ ዘለኒ ፍቕሪ ግን ዝተወድኦ ይመስለኒ ግን ኣይትሓዝለይ ፈትየ ኮንኩን ንደቀይ ከዓ ኣብ ዝኾነ ኣጋጣሚ መፅየ ክሪኦም እየ ትዝሕገ ዘበለ ከዓ ክሕግዘኪ እየ እንታይ ይዘረብ ኣሎ ምርዳእ ኣቢኒ ቃላቱ ልክዕ መርፍእ ከም ዝወሓጥኩ ጎረሮይ ክሓንቀኒ ጀመረ ኣእዛነይ ድማ ብኸቢድ ፅፍዒት ከም ዝተሃረምኩ ፂን ክብል ተፈለጠኒ ብሕርቃን ዝኣክል መልሓሰይ ተሎኽተ። ልበይ ብናይ ጓህን ነድርን ስምዒት ክትቃጸል ድሮ ጀመረት። ካብ ኤርትራ ጀሚረ ዝሕለፍክዎ ኸርተት ኩሉ ከም ሓድሽ ስእሊ ሀይሉ ኣብ ቅድሚ ዓይነይ ተቐጀለኒ። ኩሉ ናይ ከንቱነት ከንቱ ምንባሩ ዘኪረ ድማ ብጣዕሳ ልበይ ሓረረት። ነቶም ዘፍቅሮም ደቀይ ኣብ ሽዑ በጺሐ ንእለቱ ረሳዕክዎም። ማንም ከም ዘይብለይ፣ ኣብ ምሉእ ህይወተይ ወላ ሓንቲ ከም ዘይከሰብኩ፣ በንጻሩ እኳ ደኣ ባዶ ከም ዝተረፍኩ ንነብሰይ ብግዲ ከእምና ተጋደልኩ። ዝነበረኒ ናይ ውሽጠይ ጓሂ ጼረ ግን፣ ብኽንደይ ሓይሊ ክዛረብ ከም ዘለኒ ፈሊጠ ቃላተይ ብዘዝመፁለይ ክድርግሖም ጀመርኩ ብጣዕሚ ኢኻ ግን ጨካን ኣረሜን እምበኣር ዝውዳእ ፍቕሪ ነይርካ ንደቅኻ ብዘይ ኣቦ ክዓብዩ ፈሪድካዮም ኣነ ጌገኛ ቃል ወለደይ ዘይተቐበልኩ ቁሩብ ሰብኣውነት ርኅራኄ ክህልወካ ነይርዎ ከምዚ ዓይነት በደል ፈጺምካ ቀሲንካ ትነብር ከይመስለካ ጽባሕ ጽባሕ ኣይኮነን ሕጂ ሕጂ ክጣሰካ እዩ ህይወትካ እውን እናረኣኻዮ ክጸልመት እዩ ብደቅኻ ከማን ቁሩብ ቁሩብ መሓሰብካ ነርካ ኣሬሜን ኢኻ ግን ንስኻ ብዕድመይ ተጻዊትካ ብዕድመይ ተጻዊትካ ገዲፈዮ ደቀይ ሒዘ ንገዛይ ከትኩም ብኸምዚ እምበኣር ብዙሕ መዓልታት ሓለፈ ስድራይ እውን ኩሉ ኩነታት ፈለጥዎ ብጣዕሚ ድማ ጉህዮም ኣነ እውን ኣብ ከቢድ ስነ ኣእምራዊ ነውፂ ኣተኹም ህይወተይ ከመይ ከም ዝቕፅል ምርዳእ ኣብኒ ንስለ ደቀይ ክብል ግን ኩሉ ጼረ ፍሽኽ ይብል ነይረ ገለ ብዛዕባ መጻኢ ህይወተይ ዘተሓሳሰቦም ቀረብተይ ድማ ናይ ሓዳር ነገር ዝእንፍቱለይ ኣይተሳእኑን። ስድራይ እውን ክመስለኪ ዝኽእል እንተረኺብኪ ሓዳር ግበሪ፣ ገና ንእሽቶይ ኢኺ ዘለኺ፣ ክሳብ መዓስ ከምዚ ኢልኪ ክትነብሪ ይብሉኒ። ኣነ ግን ደቀይ ገጽ ካልእ ሰብኣይ ክርእዩ ኣይደለኹን፣ ገሊኦም እውን ዝሓለፈ ይኣክል ተዓረቑ ይብሉና። ናይ ሄኖክ ኩሉ ግብሪ ከኣ ቅጅል ይብለኒ። ሄኖክ እውን ጥዕንኡ ጽቡቕ ከም ዘየለ ጭንቀት ገይሩ ከም ዘሎን ከኣ ሰሚዐ ነይረ። ኩሉ ኩሉ ተሓዋዊስኒ ኣይ ከምዛ ዘለኹዋ ህይወተይን ደቀይን እናበልኩ መዋእል ክሳብ ዕለተ ሞተይ ክነብር ኣይ ምስ ሄኖክ ተዓሪቕና ንቡር ናይ ሰብ ሓዳር ህይወትና ክንቅጽል ነገራት ተተሓዋዊሶምኒዮም ዘለዉ። ነዚ ዛንታ ፈትየ ኣይኮንኩን ዘዘንትዎ ዘለኹ፣ ግን ካልእ ሰብ ካባይ እንተተማህረ ካብዚ ዘለኽዎ ሓሳባት ንኽወጽእ ሰባት ውን ምኽሪ እንተሃቡኒ፣ ከምዚ ናተይ ዓይነት ተመሳሳሊ ዛንታ ዘለዎም ከኣ ብርእይቶታት ሰባት ሽግራቶም እንተተፈተሓሎም ብምባል'የ። ዝኸበርኩም ሰማዕቲ ንሎሚ ዝበልክዋ ዛንታ ሓፍትና ኣብዚ ተዛዚማ ኣላ እዚ ተጠቒሱ ዘሎ ኣስማት ድማ ናይ ብርዒ ምዃኑ ክሕብረኩም ይደሊ ጌጋታትና ጽባሕ ንግሆ ከይድገሙ እውን ንመኻኸር ንመዓዓድ ተኸታተልቲ ዝተፈላለዩ ትሕዝቶታትን መደባትን ናራ ብሮስ ዩቱብ ቻነል ክትኮኑን ሳብስክራይብ ክትገብሩን ብኣኽብሮት ይዕድም። ክሳብ ንራኸብ ሰሰናዩ ንዓኹም ይኹን ብሩኽ ቅነ።